ሰላም ንኩላትኩም ኣባላት ኢካክ እንደገና ምሳኩም ዘለኩ ንሎማዕንቲ ዮናስ ካብ ኤሪትሪያን ኮሚነቲ እየ ንኩላትኩም ኣብ ዘለኩምዎ ሰላም ክትህልዉ ተስፋ እናገበርኩ ንሎማዕንቲ ብሓደ ኣገዳሲ ሓበሬታ እየ ናባኩም መጽየ ዘለኩ እሱ ድማ ብዛዕባ ኮል ፎር ኖሚነሽንስ ወይ ድማ ጻውዒት ንሕጹያት ዝብል እዩ ከምቲ ዝፍለጥ ኢካ ካብቲ እተካይዶ ዓመታዊ ጉባኤ ኣካያዲት ቦርድ ናይ ዳይረክተራት ምምራጽ ሓደ ካብቲ ኣብቲ መደባት ዝስርዑ ነገር እዩ። ስለዚ በዚ መሰረት ኣብቲ ዕለት ካብቶም ዝተሳተፉ ኣባላት ምርጫ ሕርያ ከምዝካየድ ንፈልጥ ኢና ማለት እዩ፣ እንተኾነ ግን ሎሚ ዓመት ነዚ ኣገባብ እዚ ዝያዳ ኣድማዒ ብዝኾነ መገዲ ንምግባሩ ኢካክ መዲቡን ወጢኑን ኣሎ ማለት እዩ። ስለዚ እቶም ንነብስኹም ኣብ ኮሚኒቲ ኣብ ኤሪትራውያን ኮሚኒቲ ከም ኣባላት ቦርድ ኮይንኩም ከተገልግሉ ክትሰርሑ ገዛእ ርእስኹም ክትሓርዩ እትደልዩ ሰባት ኣቐዲምኩም ክትምዝገቡ ዝሓትት ፎርምስ ሰዲድና ኔርና ማለት እዩ ስለዚ ብኸመይ መገዲ እዩ ክግበር እንድሕር ተይልና እቶም ዝተመዝገቡ እቲ ተሰዲዱ ዘሎ ፎርም ማለት እዩ እንደገና መሊስና ሕጂ እውን ክንሰዶ ኢና እቶም እቶም ዝተመዝገቡ ኣባላት ኣብቲ ኦፊሻል መርበብ ሓበሬታ ናይ ኢካክ ኣብቲ ዌብሳይትና ይኹን ኣብቲ ዩቲዩብ ቻነልና ኣብኡ ንሳቶም ነቲ ብዛዕባ ገዛእ ርእሶም ብዛዕባ ተመክሮኦም እንደገና ናብ ኢካክ ከተኣታትውዎ ደልዮም ዘለዉ መደባት ንኣባላት ክሕብሩ እዮም ኣባላት ኢካክ ድማ ነቲ ንሳቶም መዲቦምዎ ዘለዉ መደብ ብምስማዕ ናይ ምምራጽ ሓላፍነት ክህልዎም እዩ ማለት እዩ። ከምቲ ኢካክ ነዚ ዝገብረሉ ዘሎ ምኽንያት ኢሉ ዝሓበሮ ድማ ሓደ እቲ ቀንዲ ምኽንያት ብዙሓት ሓደስቲ ኣባላት ስለዘለዉ ኣባላትና ድማ ነንሓድሕዶም ናይ ምልላይ መስመር እውን ስለ ዝኸውን ነዚ ዕድል እዚ ተጠቂምኩም ብዛዕባ ተመክሮኹም ይኹን ኣብ ኢካክ ከተተኣታትዎ እትደልዩ መደባት ናብ ኣባላት ክተብፅሑ እትደልዩ ኣባላት ነዚ ተኸፊቱ ዘሎ ናይ ምዝገባ ዕድል ክንጥቀመሉ ክትጥቀምሉ ከነዘኻኽር ንፈቱ ማለት እዩ እቶም ንነብስኹም ገዛእ ርእስኹም ኣባላት ቦርድ ኮይንና ከነገልግል ኣብቲ ምርጫውን ክንሳተፍ ንደሊ ኢና ትብሉ ሰባት ዝያዳ ክተድምዕሉ እትኽእሉ ክፍሊ ዕማም ቦርድ ክትመርጹ በዚ መጠን እዚ በዚ መዳይ እዚ ክነዘኻኽረኩም ንፈቱ ማለት እዩ። ስለዚ ኣብቲ ተዋሂቡ ዘሎ ብፍላይ ኣብቲ ሰይድናዮ ዘለና ተዋሂቡ ዘሎ ክፍልታት ጽፍሕታት ምሕደራ ማለት እዩ። ግድን ኣብ ሓደ ጥራይ ኣይኮነን፣ ኣብ ክልተ ብ ሰለስተ ቦታታት ክንድምዕ ንኽእል ኢና ኢልኩም ትሓስቡ እንድሕር ተኾይንኩም፣ ነቲ Registration Form መሊስኩም እንዳኸፈትኩም ክትምዝገቡ ትኽእሉ ኢኹም ማለት እዩ። በዚ መሰረት እዚ ድማ ኣብቲ AGM ዓመታዊ ኣኼባ እነካይደሉ ዝለዓለ ድምጺ ኣባላት ዝረኸበ ተዓዋቲ ይኸውን ማለት እዩ። በዚ ድማ ኩሉ እቲ ናይ መስርሕ ምሕጻይ ኣባላት ቦርድ ኣቐዲሙ ስለ ዝካየድ ኣብቲ ናይ ምምራጽ ግዜ ኮነ ኣብቲ ናይ ምምራጽ መዓልቲ ብዙሕ ስራሕ ከቃልለልና ይኽእል'ዩ ማለት እዩ። ስለዚ ኣቐዲምና ክንምዝግብ ቁጽሪ እቶም ዝተመዝገቡ ብዙሓት ተኾይኖም ድማ ኣቐዲምና ቅድሚ ናብቲ ዓመታዊ ኣኼባ ምኻድና ሕጹያት ከነዳልወሉ እንኽእል መስርሕ ኢካክ ኣዳልዩ ኣሎ ማለት እዩ። እዚ እዚ ምርጫ እዚ እዚ ምዝገባ እዚ ሕብርታት ኩሉ ሕብረተሰብ ኤርትራ ዘንጸባርቕ ከምኡውን ተሳትፎ ደቂ ኣንስትዮ ዘዕዝዝ ክኸውን ብዘይ ኣፈላላይ ክትሳተፉ ባይታ ብምፍጣር ኮሚኒቲ ኢካክ ይ ይዕድም ኣሎ ማለት እዩ። ስለዚ ኩላትኩም ኣብቲ ተሰዲዱ ዘሎ ፎርም እቶም ግዱሳት ኣካላት እቶም ነዚ ዕድል እዚ ክትጥቀምሉ ንኮሚኒቲ ከተገልግሉ ተመክሮኹምን መደባትኩምን ከተተኣታትዉ እትደልዩ ሰባት ነዚ ምዝገባ እዚ ክትጥቀምሉ ደጊምና ነዘኻኽር ኣሎና። ካልእ መዓልቲ ብኣገዳሲ ሓበሬታ ክሳብ ንምለሰኩም ምሳኹም ዝጸናሕኩ ዮናስ እየ።